እዚ ደሳለት ካቦ ሚድያ እዩ ዕለታዊ ትሕዝቶ መደብና ሕጂ ጀሚሩ ኣሎ ክሳብ ፍጻመ መደብና ምሳና ኮንኩም ክትከታተሉ ብኽብሪ ንዕድመኩም ደሳለት ካቦ ሚድያ ናትኩም መረጃ

ስዓብ ስዓበኒ ካልኣይ ይስዓብ።
ክብራትን ክብራንን ደሳለ ትካቦ ሚድያ ናትኩም ምርጫ ሸር ላይክ ሳብስክራይብ።

ወርሒ ዝብል እቲ ውፅኢቱ ወርሒ ድሕሪ ወርሒ እዩ ዝብል ናና ግን ሕፁር ዋላ ገንዘብ ዝያዳ ክኸፍል እየ ምክንያቱ ዕድለ የብለይን ግዜ ሓራ ኢሎምኒ እታ ወርሒ ሕፂሎማ ማለት እዩ ኣብ ዓሰርተ መዓልቲ ኢሎም ናይ ዓሰርተ መዓልቲ ከፍለ ማለት እዩ እንትኽፈል ዕፅፊ እንዲ ክኸፍል ውፅኢት ምስ መፀ ውፅኢት መፅኡ ኢሎም እዮም ምስ ደወሉልና እቲ ወረቐት ሕጂ ክልቴና ክንመልኦ ኢልና ኢልና ኢና ክንወዘ ኢና እቲ ውፅኢት ክልቴና ኢልና ፈሪምናሉ ምስ ደወሉ እሳ ከዓ ኣይከይን ኢና እቲ ውፅኢት ትብል ኣነ ኣይደኖ ነጊሮማ ድም ብውሽጢ ኣይነገርዋን ኣይፈጥነ ከድለኪ ወይ መመልከቻ ክፅሒ ድሕር ሕጂ ብዛዕባ እዚ ቆልዓ ከይተሓትና ከይድና ቆልዓኻ ኣይናትካን እዩ ተባሂለ ወዲ ዓሰርተ ኣርባዕተ ዓመት ሕሰቦ ሸብዓይቲ ተምሃራይ እወ ድኻ ነታ ፋይል ነዲኡ እንታይ ኢለያ እመኑ ክሓዱ እየ ዝብለኩም ዘለኹ ኣይፀረፍኩዋን እንታይ ግን ኢለያ ስምዒተይ ተቋዋፂር ኣነ ገንዘብ ከሲረ ኢለያ ጉልበተይ ገንዘብ ኩሉ ዋላ ክሳብ እየ ከሲረ እዚ ቆልዓ ግን ናይ ሕልና ኣነ ናይ ሕልና ኣቦ እየ ናይ ስጋ ኣቦኡ እዩ ከሲሩ ዘሎ ክርዳእ ክክእል ኣለዎ ሕጂ ኣነ እንታይ ክሕግዞ ነዚ ቆልዓ እዚ እንታይ ክሕግዘኪ ኢለ እያ ካልእ በልኳን ክሃርማ ገለ ቀሊል ንዓይ ክፀፍዓ ገለ ክሃርማ ኣብ ፅርግያ ገለ ንዓይ ቀሊል ነገር ነይሩ ግን ሓደ ነገር ተምሃርኩዎ ኣሎ ንሓደ ነገር ግድፍ ኢልካ ንኸካ ካባኹም ማለት እዩ ካባኹም ካብዚ ቲክቶክ ካባኹም ለበማት ሰባት ንሓደ ሰብ ስንድሕዛ ዋላ ሚልዮን ገንዘብ ሰደድካሲ ንምንታይ ህይወትካ ተጥፍእ በቃ ትጎድፎ ካልእ ህይወትካ ትቕፅል ነቲ ቆልዓስ መዓስ ተስፋ ሂበ ነይረ ናይ ደመቀረ ስለ ትፈልጦ ንድሕዳ ፕሮሰስ ሰሊጥካ እንተ መፂኻ ነዴኻ ከተምፃስ ክሕግዘካ ይብሎ ነይረ ክገርመካ ራይዎ እሳ ካልእ ህይወት ኣለዋ ንዓ ካልእ ናብራ ኣለዋ ካልእ ሓዳር ኣለዋ ቀደም 211 ኢና ተላልና ምዛዕባ ሕጂ ኣነ ሕማቕ ሰብ ኣይኮንኩን። ሕማቕ ዝገብር ሰብ ተሪኤ ግን ንዑ በቃ ብጣዕሚ ዝፀሮ ተገርመኩም ብዝኾነ ወድኻ ኣይኮነን ተባሂለ ወረቐት ኣሎ ዚ ከሪኩም ይኸእሉ ዚ እመኑ ክሓዱ ማለት እዩ ኣነ እንታይ እየ ክብል እዚ ዳንኬራን ፍንጠዝያን ዝካየድ ዘሎ ብስም ናጽነት ኤርትራ ኣብዚ መዋእልዚ እሞ ኣብ ወጻኢ ሃገር ኣብ ደሞክራሲ ዓዲ እናተቐመጥካ ነቲ ናጽነት ናይ ዓድና እንዳልካ ክትዕልለሉን ከተብዕሎን ናይ ብሓቂ ደሕዝን ደሕዝን እዩ ደሕዝን ኤርትራውያን ምክንያቱ ናጽነት የለን ኣብ ዓድና ቁዋም ሕጊ የለን ግዝኣተ ሕጊ ድበሃል ኣብ ኤርትራ የለን ንሕጊ ኢካ ትፈርሕ ወዲ ሰብ እምበሪ ንሰብ ኣይትፈርሕን ኢካ ኣብ ኤርትራ ግን ንሰብ ድፈርሕ ኣሎ ሕጊ ስለ ደየለ ስለዚ ንሕና ከም ኤርትራውያን እንታይ ወሪድና ደሎ ሰብ ዶ ኣንጻር ጥቕሙ ይቃለስ እዩ? ንባርነት ንመርጽ ኣብ ክንዲ ንሓራ ኮንካ ከም ድሌትካ ከተንብብ፣ ከም ድሌትካ ክትጽሕፍ፣ ከም ድሌትካ ክትሰርሕ፣ ከም ድሌትካ ክትሽቅጥ፣ ድሌትካ ኮታ እቲ ንዓኻ ደስ ድብለካ ንክትገብር ሓርነታዊ መሰልካ ተገፊፉ ከሎ፣ ናጽነት ኣለና እንዳልካ ናይ ብሓቂ ክንድዚ ዳንኬራ ድግበር ደሎ ዓጋብ ነዚ ኣይኮነን ሂወት ሓሊፍዎ እዞም ኩሎም ሰማእታትና ውጉኣትና ከምዚ ተትፈልጥኹም ነይሮም ስፍሮም ከማን ኣይምሰለልኩምን ነይሮም ናይ ብሓቂ ብደይ ቀልዓለም ዊሽ ሂወቶም ክከፍሉ ከምዚ ዝፈልጥኹም ኣይነበሩን ንሓራ ህዝብናን ንሓራ መሬትናን ንሙሉእ ናጽነት ሓርነት ካልእ መተካእታ የብሉን ኣብ ትሕቲ ዝብል ጭርሖ እቲ ክፉፎም ተዓጢቆም እናተዋግኡ ምእንታኹም ዝሓለፉ ጀጋኑ ኣሽሓት እዮም። እዚ ድኣ ስለምንታይ ጥለም ሕጂ ናእዳን ፋንጠዝያን ጓይላን ዳንኬራን መጋበርያ ናይ ህግደፍ ኣብ ተለቪዥን ከምዚ ገርካ ክትረኣዩ ሕፈሩ ትም ህዝቢ ሕፈሩ ፎእ። ክትሓፍሩ ግባኣኩም ናይ ብሓቂ ፎእ ኢኩም ንስካትኩም ፎእ ንዓካትኩም ተጋዲል ህዝቢ ኤርትራ ንዓካትኩም ክንድዚ ዝኣክል መስዋእቲ ተከፊልዎ ገለኩም ኣዲስ ኣበባ ዝነበርኩም ንደርጊ ቀረጽ ትከፍሉ ዝነበርኩም መህረኒ ሰውራ ኤርትራ ሕጂ ዝያዳ ሃገራውያን ኮንኩም ባንዴራ ድላታ ቆቢዕ ናይ ህግደፍ ገርኩም ጽላል ናይ ጉራምራ ባንዴራ ገርኩም ሃገራውያን ድኮንኩም ከይመስለኩም ሃገራውያን ኣብ ትሕቲ መሬት እሳቀዩ ኣለዉ ሃገራውያን ብደይ ፍርዲ ብደይ ጠበቃ ደይ ብሉ ብሓደ ህግደፍ ክሲ ተመስሪትሎም ስለ ተቃወምዎ ኣይወዓልክዎን ኣነ እዚ መኽሰስየይ ኢሎም ክካትዕሉን ክጣበቕሉን ኣብ ዘይክእሉ ሓንሳብ ምስ ኣእተዎም ቤተሰቦም ከማን ኣበይ ተኣሲሮም ከም ዘለዉ ይሃልዉ ኣይሃልዉ ዘይፈልጡ ሰላሳን ሓሙሽተን ዓመት ዝገበሩ ኣለዉ ናይ ኣመት ስለዚ ንሕና ከም ኤርትራውያን ኣቱም ሰባት። ኣም ሹር ህጂ እዚ ስርዓት እዚ ተትቅየር ሓደ ለውጢ ድብ ወላ ዱብ ኢሉ እንታይ ሽሙ መጺኡ ለውጢ ተትፍጠር ኣብ ኤርትራ ከምዛ ትገብርዋ ደለኹም ዳንኬራ ተመስገን ፈጣሪ እንዳልኩም ልዕሊ እዚ ትገብርዎ ደለኹም ፈንጠዝያን ዳንኬራን ምስተጻወትኩም ነርኩም ማለት እዩ። ጋራንቲ ክትከውን እያ ከኣ ሓደ መዓልቲ ከምኣ ክትገብሩ ኢኹም እየ ለውጢ ክመጽእ እዩ ይናሕ ይሕጸር ነርክበሉ ዲና ኣይነርክበሉን ብዘየገድስ ከምዚ ኢሉ ወዲ ሰብ ክነብር ኣይክእልንዩ ብትሕቲ ባርነት ድባሕ። ኤርትራዊ ናይ ብሓቂ ዜጋታትኩም ምዃንና ይንእደጉየና ናይ ብሓቂ ናይ ብሓቂ ተፈንፍኑ ተፈንፍኑ እቱም ፍንፉናት ንውልቀ ሰብ መርድእ ከይተነገረ ኣዴታት ዝኹሉ ኣብ ትግራይ ደህለቆ መርድእ ከይተነገራ መርድእ ከይተነገሩ ፈንጠዝያን ጓይላን ክግበር ከሎ ዘገርም እዩ። ሊሒቁኩም እንዲላ ሓቁ እንዲዩ ክጻወተልኩም ማንም ተቃውሞ ደይብሉ ንውግኣት ከነሐንቅቅ ኣይኮናን ልጊዕ ክንሓርደሎም ኣይኮናን እንዳልካ ሕንቃቀ ኣይነፍቅድን ናብ ኣብ ውግኣት ሓርነት ክንብል ክብል ተሰሚዑ እዚ መለዓሊ ደይኮነ ንህዝቢ ኤርትራ ንሓርነቱ መዓስ እዩ ክለዓል ንስኻ ካብ መራሒና ክበሃል ከሎ ህዝቢ ኤርትራ ን ካብ ኢትዮጵያ መራሒ ክምጻልና እዚ መለዓሊ ዘይኮነ መዓስ እዩ ክለዓል ህዝቢ ኤርትራ ሓደ ህዝቢ ኢና ክልተ ህዝቢ ኣይኮናን ክብል ከሎ እዚ ኩሉ ደም መስዋእትን ተኸፊሉ እዚ ከሉ ቃልሲ ተኸፊሉ ኣብዚ ዘይተለዓለ መዓስ እዩ ክለዓል።

ፕረዚደንት ናይ ኤርትራ ፓሽነት እዩ ወይ ከኣ ወኒ ኣለዎ ናይ ምዕባለ ይብል ኣሎ ካልኣይ ዲተርምንድ ኤንድ ሲምፕል ከምኡውን ዕላምኡ ንጹር ቆራጽነት ዘለዎን ናይ ሰብ ተተሳኢኑ ኮይኑ ካብ ወጻኢ ዝበቅዕ ሰብ ዘየብልናን ኮይንና መንግስቲ ብሕግን ብስርዓትን ዘይከይድ ንእሱራት ብሕጊ ዘይዳኒ ንህዝቡ ካብ ዓዱ ዘጥፍእ ነዚ መተካእታ ዝኸውን ሰብሲ የብልናን ኢልና ክንዛረብ ብጣዕሚ ዘሕፍር እዩ ከማን እንታይ ስለ ዝገበረ እዩ መተካእታ ክስብ? ተራ ነገር ካብ ተራ ናብራ ዘለዎ ሰብ እዩ። ደሞዝ ናቱ ድማ ሽዱሽተ ሽሕ ዶላር ንዓመት እዩ። እዚ ፕሬዝደንት ናይ ኣብ ሃገረ ኤርትራ ሽዱሽተ ሽሕ ዶላር ንዓመት ዝኽፈል ፕሬዝደንት ኣይ ኖው ገለ ኢኹም ገመት ክትሰእሉ ኢኹም ብዛዕባ ፕሬዝደንት ኢሳያስ ኣፈወርቂ ዝኾነ ጽቡቕ ክትሰምዑ ምሒርኩም ዘለኹም ኢኹም። ኤሊ ሰናይ ነገር እዩ ናይ ጽቡቕ ነገር ስለ ዝገበረ እዩ መተካእታ። ሓደ ሓደ ግዜ ኣነ ክሓስብ ከለኹ ኣብ ኣብ ኤርትራ ዘሎ እቲ ዝተጸለለ ሰብ ኣብቲ መንበር ኮፍ ተሰብሎ ውን ምሓሸና ካብ ዘሎ ሰብ ምኽንያቱ ኣትሊስት ሰብ ኣይምቐተለን እንተቐተለ ውን ውሑድ ሰብ ምቐተለ። ህዝቢ ኤርትራ ዩ ዝምህዘለካ ኤርትራዊ እንድሮ ኮንካ እንታይ ኮንካ ዘይትኾርዕ። እንታይ ኣጋጢምዎ እቲ ናጽነትና ነዚ ይኮነን ብርግጽ ተሰዊኦም ክትብል ክትክእል ኣለካ። ንከምዚ ዓይነት ሂወት ኣይኮነን ኣ ሂወቶምን ናብርኦምን ከፊሎም ከይዶም እቶም ኣያታትና ክንብል ክንክል ኣለና ስለዚ ትስዕስዓሉ ትሕጎሰሉ ብዓል ኣይኮነን ትሓተሉን ሓላፍነትካ ከም ብሓድሽ ትለብሰሉን ነቲ ዝድለ ዘሎ ሓርነት ናይ ህዝቢ ኤርትራ ህዝቢ ኤርትራ ናታ ኮይኑ ዝነብረሉ ምርጫታት ናይ ሂወት ዝገብረሉ ዝኣትወሉን ዝወጻሉን ዝመሃረሉን ዝዓብየሉን ዝሓርሰሉን ዝነግደሉን ክኾነሉ ክንምነ ክብሪት ኣሎ ናይ ፕረዝደንት ናይ ኤርትራ ፕረዝደንት ናይ ኤርትራ ፓሽነት እዩ ወይ ከኣ ወኑ ኣለዎ ናይ ምዕባለ። ኣብ ኣብ ዓድና ዘሎ መንግስቲ ወይ ኣብ ዓድና ዘሎ ሰብኣይ ግን ደም ሰብ እናመጸወ ዝነብር ብህዝቢ ኤርትራ ቃንዛ ህዝቢ ኤርትራ ዘይስምዖ ኣዝዩ ጨቋኒ መንግስቲ እዩ ስለዚ ነዚ ይኣክል ኢልና ምእላይ ውዓል ሕደር ዘድልዮ ነገር ክኸውን ኣይግባእን ብርግጽ ስጉምቲ እንጅምወስደሉ ዘለና እትዮም ኣብ ኤርትራ ዘሎ እስከ ሕራይ መላኺ መንግስትን ጨቋኒ መንግስትን ስለ ዘሎ ፈሪሆም ይብሎም እምበር ንሳቶም ውን ኣብ ኒዮው ከለዉ ተቓሊሶም እዮም ናጽነት ኣምጺኦሞ ግን እቶም ኣብ ደገ ኣብ ዴሞክራሲ ኮይና ኣብ ፍትሒ ዘለዎ መንግስቲ እናነበርና ኣፍና ክንከፍት ዘይንኽእል ነቲ ንኣምነሉ ክንቃለስ ዘይንኽእል ሰባትሲ እንታይ እዩ እቲ ምኽንያትና? ማለሊት ዋዕግ ተኾሊፍና እምበር ከም ዳጉሻ ሓሲና ለንቂጥና ክንስንክታ እዩ ዝግባእ ነይሩ። ሳላ ኣሜሪካ ዝባሃል ናይ ጡብ ኣቦኣ ግን ብስንክልና ሓሊፉላ ኣሎ። እዛ እምበር ዶብ ትግራይ ኢኻ ዘለኻ። ብዛዕባ ኤርትራ ክትዛረብ ብሕጂ ዘሎ ሰላሳ ደም ከተጉስዕ ዝግ ኢልካ መርምሮ። ኣንበሳ ንኣሊ ዋዓግ ነቐምጥ ዋዓግ ንኣሊ ዋጭላት ነቐምጥ። ንሕካ እኮ ገንዘብ ተኮር ሃገራውነት ክሰርሑ ምስ ሚልዮናት ዶላራቶም እዮም ንቡር ቀብሪ ከይረኸቡ ኣብ ጉድጓድ ተሸኲዖም ጸኒሖምኻ። መን እዩ ኡዘራጊሑ ገዲፍልካ ግዲ?

ኣንታ እዚ መንግስትስ ታይ መንግስቱ ኣንታ እዚ መንግስትስ ታይ መንግስቱ። በዓል ንሕና ንሱ በዓል ንሕና ንሱ ሓሱ በለለይ ክሕሱ እንዳበልኩም ዘርእስ ኣብርሱ ዕጣንኩም ትንፋሱ ቅዋምኩም መልሓሱ ክበኣስ ትበኣሱ ክዕረቕ ትልቅሱ ባድመ ተሓቲትኩም ሓንሽ ትምልሱ ንእስርቤት ሽሻይኩም ተፍስሱ ዩኒቨርስቲ'ዶ ከይትሰርሑ ከይትሃንጹ ንሕቶና ምኽንያት ሒዝኩም ትመጹ በዓል ኣይትመርጹ ኣይተምርጹ ንሓቂ ትዕንቅፉ ተንደልህጹ ንሓሶት ንኽሰምዑ ትርበጹ ጁባኹም ፍርናሹ ንሓቂ ገጽኩም ዝፍሕሹ ንወገኑ ልብኹም ዝዕሹ ኣብ ሓዘንና ትሕንብሹ ኣብ ሓጎስና ትርብሹ ኣብ ዳሱ ትስዕስዑ ክኣስር ተጣቕዑ ጀጋኑኹም ትርስዑ በዓል ንሕና ንሱ በሉ ስምዑ ንሱስ ናብ ዓዱ ተጸጊዑ ጸላእትና እዮም እንዳበለ ምስኦም ተሰሪዑ እንተ ህዝቢ ግን ተወጺዑ ብሰንኩኹም ዕጭኡ ተረቲዑ በዓል ንሕና ንሱ ዕጣንኩም ትንፋሱ ቅዋምኩም መልሓሱ